ዝመላእክዎ ኣልኣርም ምስ ሃረመ እየ ተበራቢረ መታን ከይተሃወኽኩ ክዳሎ ኢለ ብንጉህ እየ ተንስኤ ናይ መሓዛይ በርዝደይ ድሕሪ ፋዱ ስለ ዝኾነ ክሳብ ሽዑ ምድለዋተይ ኣጻፊፈ ተረጋጊኤ ክወጽእ ስለ ዝደለኹ፣ ብንግሆኡ ስርሐይ በብሓደ ከጻፍፍ ጀመርኩ። ንዓኣ ትበቅዕ ዝበልኮ ህያብ ዓሺገ ምስ ቦርሳይ የቐሚጠ፣ ነብሰይ ንሰዓታት ኣብ መስትያት ተኺለያ ውዒለ። ኣብ መወዳእትኡ ግን ዝመረጽኩዋ ልብሲ ለቢሰ ታክሰይ ሒዘ ኣብ እንዳ መሓዛይ በጻሕኩ። ኣቐድም ኣቢለ ስለ ዝበጻሕኩ ዕዱማት ከይመጹ እዮም ጸኒሖምኒ። እቲ ዝዳሎ ኣዳልዩና ዕዱማት ክንጽበ ጀመርና። ሰዓት ናብ ምእካሉ ገጹ ስለ ዝነበረ ዕዱማት በብሓደ ክመጹ ጀሚሮም። ገዛ ብኣጋይሽ መሊኣ ብዕላልን ጸወታን ደሚቓ። ንሕና ከኣ ዝጎደለ ክንመልእ እትው ውጽእ እናበልና ኣጋይሽ ክነሳሲ ኣምሲና። መብዛሕትኦም ገገዝኦም ከይዶም እቶም ዝተረፉ ከኣ ኣብ ዓሚቕ ዕላል ጥሒሎምዎ ካዕካዕ ይብሉ ነበሩ። ኣነ ግን ናይቲ ኔው ነጀው ክብሎ ዝወዓልኩ ድኻም ስለ ዝተሰመዓኒ፣ ኣብቲ ኣብ ኮሮድዮ ዝነበረት ንእሽቶይ ሳሎን ወጽየ ጎቦ ኮይነ ቴለፎነይ ክጥውቕ ጀመርኩ። ምስቲ ዝነበረኒ ድኻም ግን ነዊሕ ከይጸናሕኩ'የ ድቃስ ወሲድኒ። ኮም ሽዑ መዓልቲ ልበይ ኣጥፊኤ ደቂሰ ኣይፈልጥን። ማራ ስለ ዘደኸምኩ ይመስለኒ ሃለዋተይ ኣጥፊኤ'የ ደቂሰ ምስየ። ድሕሪ ገለ ሰዓት ኣቢሉ ዝኸውን ግን ኣብቲ ርኣሰይ ገለ ሰብ ዘሎ ኮይኑ ስለ ዝተሰመዓኒ በርገግ ኢለ ኮፍ በልኩ። ኣጆኺ ትሰንበዲ በለኒ። ጎረቤት መሓዛይ ምዃኑ'ዩ። ኣንሶላ ከዲኑ ርእሰይ ኣብ ሰለፉኣ ተርኢሱ'ዩ ኣድቂሱኒ ጸኒሑ። ሃለዋተይ ኣጥፊኤ ምድቃሰይ ነብሰይ እንዳ ወቐስኩ ብዘይ ዘረባ ኣተኲረ ጠመትክዎ። ኣብ ሕቕፊኡ ምድቃሰይ ከም ዘይተዋሓጠለይ ዝሰሓቶ ኣይመስለንን። እግርኺ ዓጺፍኪ ብቑሪ ከርዲድኪ ምስ ረኣኩኺ ገዲፈኪ ኣብ ገዛኺ መሙቕ ደስ ኣይበለንን ብኸምኡ እየ ከኣ ኣብዚ ጸኒሐኪ ስለምንታይ ከዲንካኒ ዘይከድካ ከይትብልኒ እዛ ሳሎን ንእሽቶይ ብምዃና ጠልጠል ኢልኪ ክትጸድፊ ቀሪብኪ ኢኺ ኔርኪ ስለዚ እየ ካብ ዘተስኣኪ ብርእስኺ ደጊፈ ክሳብ ትበራበሪ ክጽበየኪ ጸኒሐ በለኒ ፍሽኽ እናበለ ምስቲ ደቂሰዮ ዝጸናሕኩን ድኻምን እዩ መስለኒ ገጸይ ካብ ዓቕን ንላዕሊ እየ ጸዊገዮ ኔረ ምውጽዋገይ ግዲ ኣፍሪሕዎ ከይደ በሊ በለኒ ካብቲ ከፊልዎ ዝነበረ ናተንሰኤ ኣይመለስኩሉን ከይዱ ነታ ካብቲ ዝነበርክዎ ርሑቕ ዘይነበረት ገዝኡ ከፊቱ ኣተወ ተመሊሰ ነታ ንሱ ዝኸደነኒ ኣንሶላ ተኸዲነ ንምንታይ ማዕረ ክንድዚ ሃለዋተይ ኣጥፊኤ ደቂሰ እንዳበልኩ ኣብ መንጎ መልእኽቲ ትመጸኒ ኣይትኣትውን ዲኺ ትብል ሕቶ'ያ ኔራ። ናይ መን ምዃና ስለ ዘይፈለጥኩዋ መልሲ ከይሃብኩ ሞባይለይ ኣቐሚጠ ስቕ በልኩ። ድሕሪ ገለ ደቓይቕ ኣቢሉ ይኸውን ጎልፎ ደሪቡ መጺኡ ኣብ ጥቓይ ኮፍ ድሕሪ ምባሉ እንታይ ደኣ ኣቲኺ ምስኦም ምዕላለይ ምሓሸክን ብምባል ሕቶ ሰንደወለይ። ቁሩብ ከዕርፍ ስለ ዝደለኹ እምበር ሓቅኻ። በልኩዎ ርእሰይ ከየቕናዕኹ። መን'ዩ ሽምኪ? ብምባል ሕቶኡ ቀጸለ። ሊድያ ምስ በልኩዎ ድማ። ኣነ ከኣ ያፌት እየ ዝብሃል ኣነ'የ ኣቀድም ኣቢለ ቴክስት ጺሒፈልኪ ኔረ ቁጽረይ መዝግብያ እኺ በለኒ ርእሰይ ነቅኒቀ ሐራይ ምስ በልክዎ ቆሪርኪ ኣለኺ ምሽ ኩነታተይ ተረዲኡ እዩ ሓቲትኒ ብርግጽ ኣብታ ሰዓት እቲኣ ቆሪረ እየ ኔረ ቆሪረ ክብል ስለ ዝተሰከፍኩ ግን ጽቡቅ ኣለኹ ኣይቆረርኩን ኢለ እየ ሓስየ ንሱ ግን ብቐሊሉ ዝርብርብ ሰብ ኣይኰነን። ይርእየኪ እንድየ ዘለኹ ኢሉ ነቲ ቈሪሩ ዝነበረ ኣካላተይ ኣብ ልዕሊ'ቲ ገይረዮ ዝነበርኩ ኣንሶላ እቲ ጃኬት ኣውጺኡ ብምድራብ ኣማመቖ። ብዘይ ዘረባ ጭብጥ ኢለ ስቕ በልኩ። ካብ ዓቕን ንላዕሊ የተንፍስ ከም ዝነበርኩ ይዝክር። እንተ ብዛዕባ'ቲ ሽዑ ዝስምዓኒ ዝነበረ ስምዒታት ግን እዚ ክብል ኣይከኣልኩን። ሊዱ ሓፍተይ ክሓተኪ እንዶ በለኒ ብስክፍታ ኣብ የዕንተይ ናጠመተ እንታይ ክሓተኒ ይኸውን ኣይጎመትኩን ሓራይ በልክዎ በቲ ብድኻም ሰንባድን ላሕቲቱ ዝነበረ ድምጸይ ኣፍቂርኪ ትፈልጥዶ ብምባል ዘይተጸበኽዎ ሕቶ ሓቲቱ ንድሕሪት መለሰኒ ቅድሚ መልሰይ የዒንተይ ቀዲመናኒ ንእለት ንብዓት ቋጺረን ውሪግሪግ ክብላ ጀመራ ንሱውን ስለ ዘቕለበለይ ኣዝዩ ሰንበደ ኣይትሓዝለይ ዘይከውን ሕቶ ሓቲተ መስለኒ በለኒ የዒንቱ ብድንጋጸ ሰለምለም እናበለ ጸገም የለን ኢለ ብድድ ኢለ ተንሲኤ ናብ ገዛ መሓዛይ ኣተኹ። መሓዛይ ገጸይ ምስ ረኣየት ሰንቢዳ ኣብ መንጎ ትዕምር ዕላል ናብ ጥቓይ ቀረበት። እንታይ ከም ዝኾንኩ ኣይሓተተትንን ምኽንያቱ ኣብ ሕማቕ ስምዒት እንድሕር ኣለኹ ዝኾነ ነገር ክዛረብ ከም ዘይደሊ ስለ ትፈልጥ። ቦርሳይ ኣልዒለ ምስ ተበገስኩ ብዘይ ዘረባ ምሳይ ተበገሰት። ሉድየ ዘይትሓድር በለትኒ፣ ከተህድኣኒ ኢደይ እናጨበጠት። ስምዒታተይ ካብ ቁጽጽረይ ወጻኢ ስለ ዝነበሩ ክዛረብ ኣይመረጽኩን። ብዘይ ዘረባ ሓቚፈ ቻው ኢለያ መንገደይ ቀጸልኩ። ክትስዕበኒ እኳ እንተ ደለየት፣ ባህረይ ጽቡቕ ገይራ ስለ ትፈልጦ ግን ሕቖኣ ሂባትኒ'ያ ገዛኣ ተመሊሳ። እንተ ሓሪቐ ወይ እንተ ተጨኒቐ ኣብ ጎነይ ሰብ ክህሉ ይደልን'የ። በይነይ እንተ ኹይነ ጥራይ'የ ነብሰይ ከረጋግእ ዝኽእል። ነዚ ስለ ዝፈለጠት'ያ ከኣ ገዲፋትኒ ተመሊሳ። ሓሳባተይ እናገማጠልኩ ከይተረደኣኒ ገዛይ በጺሐ፣ ኣካላተይ ምሉእ ብምሉእ ኣብ ዓራት ደርብየ፣ ዝቕዳሕ ዝነበረ ንብዓተይ እንዳወሓስኩ ፍቕራዊ ህይወተይ ካብ መሰረቱ ክዝክር ጀመርኩ። ዓይንኻ ዘንቁረካ ዘይትርእየሉ ድፍዱፍ ጸልማት እዩ ነይሩ። ድፍረተይ ኣጻሪረ፣ ስጉምተይ ግፊሐ ንገዛይ ክኣቱ እየ ተሃዊኸ ነይረ። ገዛይ ክኣቱ ቁሩብ ሜትሮታት ምስ ተረፈኒ ግን፣ እንካ መን ኢኻ? ሓንሳብ እባ ዝብል ድምጺ ወዲ ብድሕረይ ሰማዕኩ። ልበይ ብስንባደ ዲግዲግ እናበለት ፍርሒ ሓቢኤ ንዓይ ድዩ ንኻልእ ከረጋግጽ ክሳብ ዝደግመለይ ስጉምተይ ዝሒለ ከጸናጽን ጀመርኩ። ኣብ ጥቓይ ቅርብ ኢሉ ይቕሬታ ጓል ዲኺ ወዲ ገይረኪ ጸኒዐ እንታይ ድኣ በዚ ጸልማት ሓንሳእ እባ ቴለፎን ኣደውልኒ ምስ በለኒ ብዘይ ዘረባ ቴለፎነይ ኣውጺኤ ሃብክዎ። ካባይ ቁሩብ ፍንትት ኢሉ ውሑዳት ደቓይቕ ኣዕሊሉ ምስ መለሰለይ መግለጺ ምስጋንኡ ክሳብ ኣፍደገ ቤተይ ኣፋንዩኒ ተመለሰ። ካብቲ ግብ ዝበለ ጸልማት ብሰላም ምውጸይ ዓቢ ነገር እዩ ነይሩ እናተረድኣኒ ብልበይ ምሉእ ምሸት ክዝክሮን ከመስግኖን ኣምስየ። ንጽባሒቱ ልክዕ ከምታ ዝተረኸብናላ ሰዓት ደዊሉ ቁሩብ ኣዕሊልኒ። ግዲ ብነብሰይ ኣቕሪበዮ ግርህ ኢለ'የ ከዕሉ ኣምስየ። መቸም ሌላና ካብ መዓልቲ ናብ መዓልቲ እናሰፍሐ መጽዩ። ካብ ብቴለፎን ሓሊፍና ከኣ ብኣካል ተራኺብና ክነዕልል ጀሚርና። መቸም ሰብ እንተተላሊኻዮ ግዜ ስቕ ኢሉ'ዩ ዝዕዘር። ከይተረዳእና ኣዋርሕ ኣቁጺርና። ሓቂ ይሓይሽ መልክዑ ፍረ ገጹ ጨው ዝብሃል የብሉን እንተ ቁመንኡ ግን ፍሉይ እዩ ኣዘራርብኡ ውን ድሓን እዩ ቁሩብ እኳ ስነ ምግባር ናይ ቃላት ይጎድሎ እንተ ነበረ ግን ከኣ ድሓን እዩ ኣየካበድክዎን መቸም ሓደ መዓልቲ ከም ኣእመልና ክንዛናጋዕ ኢልና ንወጽእ እሞ ናብ እንዳ መስተ ንኺድ ኢሉ ወጠጥ በለኒ ቅድሚኡ ሰትየ ስለ ዘይፈልጥ ፍጹም ፍቃደኛ ኣይነበርኩን ንሱ ጥራይ ዘይኮነ ብስራሕ ምስ ብዙሓት ሰባት እየ ዝደዋወል። እንተድኣ ሰትየ ሰኺረ ብዙሕ ነገር ፋሕ ከብል እየ። ብኸምኡ እየ ኸኣ ኣይሰትን ኢለ ቐቢጸዮ ነይረ። ንሱ ግን በጃኺ ናይ መጀመርታን ናይ መወዳእታን ሎማዓንቲ ጥራይ ሓራይ በልኒ። ድሕር'ዛ ሕጂ መስተ ዝብሃል ኣይክብለክን እየ ኢሉኒ። መስተ ብፍጹም ኣይሰትን እየ ኢለ ኣብየዮ። ድሓን ንስኺ ዋላ ኣይትስተዪ ኣብኡ ዄንኪ ጥራይ ንዓይ ተዕልልኒ ምስ በለኒ ግን፣ እንተስ ተሰኪፈ እንተስ ዘይጎራሓዕኩ ኣብ ሓሳቡ ተሰማሚዐ ናብቲ ዝበለኒ እንዳ መስተ ከይደ ምስኡ ኮፍ በልኩ። ንሱ ገለ መስተ ኣውሪዱ ኣነ ከኣ ፋንታ ሒዘ ጽቡቕ ክንዘናጋዕ ኣምሲና። ስተዪ እናበለ ነታ ሒዘያ ዝነበርኩ ፋንታ ኣብ ኢደይ ከቐብለኒ ይዝከረኒ። ብድሕሪኡ ግን እንታይ ተፈጢሩ ፍጹም ኣይርድኣንን። ነብሰይ ግን ኣብ ሕቝፊኡ ኣብ ሆቴል'የ ረኺበያ። ምእማን ስኢነ ልበይ ክትጠልመኒ ሰለል ኢላትኒ ኡይ ክብል ክሳብ ዓቕሚ ዝሓጽረኒ ኮይነ ስነይ ነኺሰ ካብ ሕቕፊኡ ተኣልየ ክትስእ እንተፈተንኩ ሓይሊ ሓርማዝ ዝነበረ ሓይለይ ስኢነዮ ንሱ ግን ኣብ ከቢድ ስራሕ ከም ዝሓደረ ልቡ ጥፊኡ ጥንቀሊዒት እዩ ደቂሱ ነይሩ ፋሕተርተር ኢለ ቁሩብ ካብ ዓራተይ ፍንትት ምስ በልኩ እግረይ ባይታ ዝረገጸ መሲልኒ ብሓይሊ ምስ ፈንኽዎ ንድሕሪት ህልም ኢለ ወደቕኩ ብስንባደ ሊደ ኢሉ ሓፈብ ኣቢሉ ኮፍ ኣቢለኒ። ኣብታ ህሞትቲኣ ምስቲ ዝነበረኒ ጕሃን ሕርቃንን ኣይኰነንዶ ዝበሃል ብዙሕ ዝግበር ነገር ነይሩኒ'ዩ። ዓቕሚ ግን ካበይ ይምጻእ? ልሳነይ ምግላጽ ዝሰኣኖ ብዓይነይ ፈጠጥ ክብል ጀሚረ። እንተስ ካብ ልቡ ደንጒጹ፣ እንተስ ንኸምስል ኣብዛ ጐነይ ኰይኑ ብዓይኒ ጣዕሳን ድንጋጸን ጥራይ'ዩ ዝጥምተኒ ነይሩ። ኣበይ እሞ! ከምቲ ክፋእ ግብሩ ብገለ ገይረ እንተ ዝፈግኦ ደስ ምበለኒ። ግን ከኣ ዕድል ኣይገበርኩን። ጽሑፍተይ ዝቐረበትለይ ሰብ ሓያል ኮይኑ ጸኒሑ ቂመይን ቅርሕንተይን ክድምስሶ ግዜ ኣይወሰደሉን። ጌግኡ ኣሚኑ ይቕሬታ ድሕሪ ምባሉ ከይወዓለ ከይሓደረ እዩ ንፍቕሪ ሓቲትኒ። ገና ሓራይ ዝብል መልሲ ከይረኸበ ከኣ ክከናኸነንን ክሕብሕበንን ጀሚሩ። ሽዑ እየ ከኣ ኣነ ናይ ብሓቂ እንተ ዘየፍቅረኒ ነይሩ ድላይ ምስ ገበረ ገዲፍኒ ምኸደ ነይሩ ኢለ ክሓስብ ዝጀመርኩ። ማራ ቢዚ ገይሩኒ። በሊዕኪዶ ሰቲኺዶ ከይትቖሪ ከይትሓሚ እንዳበለ ኡፍ ኡፍ ክብለኒ ጀሚሩ። ኣነ ውን ከይተረደኣኒ ክጉደሰሉን ኩዝኩረን ጀሚረ። ቀስ ብቐስ ኣብ መስመር ፍቕሪ ከም ፈረስ ትኽ ኢለ ከም ዝቐውም ገይሩኒ። ዝሓተቶ ሕቶ ፍቕሪ ብግብረ መልሲ ረኺቡ። ኣፍቂረዮ ካብኡ ንላዕሊ ከማን። ሆይ ሆይታ ፍቕሪ ተጀሚሩ ኣብ ዘይፈልጦ ዓለም ጥሒለ። ብፍላይ እቲ መቐረቱ ዘይፈልጦ ዝነበርኩ ጾታዊ ርክብ ምስ ጠዓምኩ እናተረደኣኒ ገለ ተቐይረ። ለይትን መዓልትን ካብ ዓራት ክወርድ ኣይደልን፣ ኣብ ሕቕፉ ውዒለ ክሓድር ጀሚረ። እቲ ኣሽሓት ዘእትወሉ ዝነበርኩ ስርሐይ ረሲዐዮ፣ ነታ ምግቢ ሰሪሕካ ምብላዕ ከማን ዓቐብ ክሳብ ዝኾነኒ'የ ኮይነ። ባዕሉ ሰሪሑ የብልዓኒ፣ ነብሰይ ይሓጽበኒ፣ ከምዛ ህጻን ቆልዓ'ዩ ኣሽሩሩ ከብለኒ ዝውዕል ነይሩ። ጓል ገርሂ ልባ ከኣ ዘይፈልጦ ጥዑም ረኺበ፣ ንዘለኣለም ከምኡ ዝንብር መሲሉኒ። ስድራይን ስርሐይን ረሲዐ፣ ቴለፎነይ ምሉእ መዓልቲ ጢንን ክትብል'ያ ትውዕል። መን እሞ ክግደሰላ ኣብ ካልእ ኢዳ ተጸሚደ ነበርኩ ከይበቐቐ እኹል ፍቕሪ ይልግሰለይ ዝደለኹዎን ዝኣዘዝኩዎን ይገብረለይ ዕስራን ኣርባዕተን ሰዓት ምሳይ ኣብታ ገዛ'ዩ ተሓይሩ ዝውዕል ኔሩ ገንዘብ ሳላ ትዝሰራሕኩዎ ኣሽሓት ጸገም ኣይነበረናን ደሓር ግን ቴለፎነይ ብዙሓት ደወልቲ ከም ዘለዉዋ ምስ ኣስተውዓለ ክጻወረኒ ኣይከኣለን እዞም ዝድውሉልኪ ዶ ዘለዉ ደው እንተዘይኣቢሎሞ ፍቕርና ኣብ ሓደጋ ክኣቱ'ዩ ኢሉ ገጹን ጠባዩን ብሓንሳብ ክቐያይሮ ጀሚሩ ንዑ ክሕጉስ ክብል ነታ ምስ ብዙሓት ተራኽበኒ ኣሻዕ ዝኸዓብተላ ሲም ካርደይ ኣውጺኤ ኣቐሚጠያ። ይኹን እምበር ሕጂ እውን ኣይዓገበን። እንተ ጒሒፈያ ካልኣይ ግዜ ከውጽኣ ክሽገር እየ። ምኽንያቱ ብሽም ካልእ ሰብ የውጽኤያ ኢለ ከረድኦ'ኳ እንተፈተንኩ ዘረባይ ከየጐደሶ ኣልዒሉ ኣብ ቅድመይ ሰይርዋ። ኣብቲ መጀመርያ'ኳ ሓሪቐ ሕማቕ ተሰሚዕኒ ነይሩ። መዓር ወለላ ቃላቱ ገይሩ ምስ ኣበደኒ ግን ሽዑ ንሽዑ በረድ ተቐይረ። እንታይ ኮይነ ከም ዝነበርኩ እንድዒ፣ ዝኾነ ንሱ ዝበለኒ ነገር ሓራይ ጥራይ'የ ዝብሎ ነይረ። ነዚ ፈሊጡ ከኣ'ዩ ንሱ ካብቲ ዝነብረሉ ዝነበርኩ ገዛ ንውጻእ ኢሉ ገዲድኒ። እቲ ናይ ሽዑ ዝነበረ ገዛውተይ ኣብ ማእከል ከተማ ኮይኑ፣ ናብ መሓሶይን ፈተውተይን ብዓብይኡ ከኣ ናብ ስርሐይን ቀረባ'ዩ ነይሩ። እዚ ግን ንዕኡ ፍጹም ደስ ይብሎ ኣይነበረን። ይትረፍዶ ምስ ወዲ ሓወይ ዘመደይ ኢለ ክራኸብ ምስ ጓል እንተርእየኒ እውን ይቕኒ እዩ ነይሩ። ብኸምኡ እዩ ኸኣ ካብታ ዝነብረላ ከተማ ቁሩብ ውጽእ ኢሉ ገዛ ተኻርዩ ንኺድ ዝበለኒ። እቲ ክንከዶ ዝመረጸ ቦታ ብቛንቋ ይኹን ባህሊ ፍጹም ክንረዳድኦም ዘይንኽእል ሕብረተሰብ ስለ ዝነብሩሉ ክንከይድ ድልየታት ኣይነበረን። ንሱ ግን ክሳብ ንምርዖ ኣብኡ ብሕት ኢልና ፍቕርና ነስተማቕር፣ ኣብኡ ይሕሸና ብምባል እዩ ኣእሚንኒ። ፈትየ ከይፈተኹ ኣብ ሓሳቡ ርዒመ። ንብረተይ ጠራኒፈ ምስኡ ግዒዘ። ጺምጺም ዝብል ድምጺ ጽምዋ ጥራይ ኢኻ ትስምዕ። ምስኡ ስለ ዝኾንኩ ግን ኣይጸላእክዎን። ቁሩብ ምስ ሰበይን ፈተውቶይን ብዓብዩ ከኣ ስርሐይ ምኽሳረይ የጉህየኒ ነይሩ። ግን ከኣ ሳሕቲ'ዩ በጨቕ ዝብለኒ ነይሩ እምበር ዳርጋ ኣይዝኩሮን እንተ በልኩ ምግናን ኣይኮነን። ከም ትሕጸን ዘላ መርዓት ኣብ ዓራት ተኾዲመ ፍቑሪ'የ ከስተማቕር ዝውዕል ነይረ። ብኸምዚ ንኸባቢ ሸውዓተ ወርሒ ዝኸውን ምስ ጸናሕኩ ግን ናይ ኢደይን ናይ እግረይን ክነግፍ ጀሚረ። ወጻኢታት ኣስቤዛን ገዛ ክራይን ጥራይ ኣይኮነን ነይሩ፣ ንሱ ወላ ስራሕ ስለ ዘይነበሮ ከምዚ ደልየ ንኸምዚ ደልየዮ እናበለ መዓት ገንዘብ እዩ ዝሓተኒ ነይሩ፣ ኣነ ኸኣ ሱቕ ኢለ ይህቦ። ገንዘብ ከኣ ኣብ ዘለዎ እናወሰኽካ እንተዘይኮይኑ ዘለካ ኮፍ ኢልካ ትበልዕ እንተኾንካ ዕምሪ ዝበሃል የብሉን። መቸም ብገንዘብ ተሸጊረ ዘይፈልጥ ጓል ክቋራባዕ ጀሚረ። ኩሉ ገዲፈ ንዕኡ ኢለ ክነብር ስለ ዝጀመርኩ ግን ኣብ ጸገመይ ናብ ዘቋሙተይ ነበረንን። እንታይ ንኹን እንታይ ንግበር ምስ ተባህለ ግን ናብየ ክጥምት ጀሚረ ንሱ ዘይከም መጀመርትኡ ቃሉ ክቐያይር ጀሚሩ ሓደ ኾንካ ክልተ ኣይክወንዩ ግን ከኣ ወላተን ዝወሰደለይ ምስኡ እንተለዋ ክህበኒ ሓቲተዮ ጽቡቕን ሕማቕን ከይተዛረበ ሸተት ኢሉ ጠፊኡ ዝተዛረብናሉ ንግሆ ስለ ዝነበረ ሙሉ መዓልቲ ንዕኡ ክጽበ ኣፈይ ከፊተ ውዒለ ገልጠም ብዝሰማዕኩሉ ቅጽሪ ሕጂ መጽዩ ክብል ኣብ ሓለዋ ማዕጾ ውዒለ ሙሉ መዓልቲ ትጽብይ ውዒለ ግን ከኣ ኣይመጸን እንታይ'የ ክገብር ገለ'ዶ ኮይኑ ኸውን ገለ'ዶ ረኺቡ ክኸውን ኢለ ልበይ ኣብ ዝባነይ ስቕ ኢለያ'የ ውዒለ። ምስ መሰየ'ውን ሰለም ከየበልኩ ክጽበዮ ኣይትተሓደር ሓዲረ። ብኸምዚ ድምጹ ከይሰማዕኩ ሰሙን ምሉእ ንበይነይ ኣብ ዕጹው ገዛ እሞ ኸኣ ኣይኮነን'ዶ ዝፈልጦ ፈታውየይ ብቋንቋ ክረዳድኦ ዝኽእል ሰብ ዘይብሉ ቦታ ጽብብ ኢላትኒ። ከይድውለሉ ሞባይለይ ሲም ካርድ ኣይነበራን ብድድ ኢለ'ውን እኮ ምኸድኩ ነይረ ግን ከኣ ጥር ትብል ሳንቲም ኣይነበረትንን። እንታይ ደኣየ ዝገብሮ፣ ኣበይ ከይደ'የ ደሃዩ ክገብር፣ እንታይ መርገሙ ነይሩኒ እናበልኩ ከማርር ጀመርኩ። ዓቕለይ ውድእ ምስ በለኒ ግን ኣብ ጎደና ወጺኤ ብምልክት ገይረ ኣደውልሉ ኢለ ደዊለሉ፣ ግን ከኣ ክቕበለኒ ኣይከኣለን። ኣብኡ እንከለኹ ከኣ ናብ ሚኩ መሓዛይ ደዊለ ኩሉ እቲ ጸገማት ኣዕሊለያ። ከይወዓለት ከይሓደረት ዝሕግዙዋ ሰባት ሒዛ መጺኣ። ንብረተይ ጠርኒፋ ሒዛትኒ ንገዛኣ ከይዳ። ሰበይ እመን'ዩ፣ ይቀያየር'ዩ ክበሃል ይሰምዕ'ኳ እንተነበርኩ፣ ንዕኡ ግን ብሩሐ እየ ዝምሕለሉ ነይረ። ምስ መሓዛይ ናብቲ ዝነበርኩ ከተማ ምስ ተመለስኩ፣ እንዳተረድኣኒ ርእሰይ ተጠውዩ ናብ ጽላለ ገጹ ይድህበለይ። ኣብ መወዳእትኡ መሓዛይ ምስ ደወለትሉ ተቐቢልዋ ኩሉ ዘጋጠመ ነጊራቶ። ዓጢጥዎ ስዲ ሰሓቕ ስሒቑ እዩ ኣብ እዝና ዓጽይዋ። ሽዑ በቃ ተስፋይ መሬት ዘቢጡ ፍቕረይን ፍትወተይን ብሓንሳብ ተባሕጒጉ ወጽዩ። ጓሂ ግን ክሳብ ዓራት ዝሕዝ እዩ ገይሩኒ። ብሕማም ኣልባበይ ጠፊእኒ እዚ ኩሉ ኣሚነዮ ካብ ስርሐይን ካብ መደበይን ምእንትኡ ክብል ቦኺረ ዕረስትዩ ንሕማም ፈሪድኒ ሙሉእ ብሙሉእ ናብ ዜሮ መሊስኒ እዚ ኩሉ ገንዘበይን ዳግማይ ክረኽቦ ዘይክእል ናይ ስራሕ መስመረይን ብዓብዩ ከኣ ልበይን እምነተይን ሃደሽደሽ ኣቢልዎ እምንቲ መሓዛይ ግን ነብሰኣ ሓሲማ ንስለይ ነቢራ ኣብ ሕማመይ ተጓይያ ፈውሲ ኣብ ሽግረይ ተጓይያ ፍታሕ ብወላ ሓንቲ ክውሕሳ ዘይክእል ውዕለት ውዒላትለይ መቸም ንቁሩብ ግዜ ብፍላይ ምስ ሓመምኩ ብዙሕ ቃንዛ የሕሊፈ ብሳላኣ ግን ኩሉ ሰጊረዮ ዳግማይ ብክልተ እግረይ ደው ክብል ምርኩስ ኮይናትኒ ቀስ ብቀስ ስርሐይ ጀሚረ ብመጠኑ ወፊረ ክኣቱ ምስ ጀመርኩ ዚሓው ቁስለይ ኣሕወኹ ወዮ በዳልየይ ከኣ ድሕሪ ዓመት ኣቢሉ ይኸውን ተመሊሱ መጺኡ ይቕሬታ ሓቲትኒ ርእይ ምስ ኣበልክዎ ደመ እዩ ፈሊሕኒ ከምዚ ሸይጣን ኣብ ክድመይ ኩድጭ ኢሉ ዘሎ ኮይኑ ተሰሚዕኒ ብሕርቃን ስነይ ነኺሰ ይዕንተይ ኣፍጢጠ ካብ ቅድመይ ክርሕቕ ነጊረዮ ጉብሩ ግዲ በሊዕዎ ጠጠው ክብል ድፍረት ኣይረኸበን ይዕንተይ ምስ ረኣየ ኣብኣ እንከሎ እዩ ምልስ ኢሉ ብድሕሪኡ እውን ብዙሓት ኣወዳት ንፍቕሪ ንሓዳር ይሓቱኒ ነይሮም ከመይ ገይሮሞ ክኣምኖም ወዲ እንተሪኤ ንሱ ኮይኑ እዩ ዝስምመዐኒ ነይሩ ሕሉፍ ፍቕራዊ ህይወተይ ነዚ እዩ ዝመስል። ጎረቤት መሓዛይ፣ ኣፍቂርኪ ትፈልጢዶ ኢሉ ምስ ሓተተኒ፣ ዘሕለፍክዎ ሽግር ኣብ ዓይነይ ቅጅል ምስ በለኒ እየ ከኣ ስምዒታዊት ኮይነ ክነብዕ ጀሚረ። ገጸይ ክሕጸብ ካብቲ ብኸብደይ ደቂሰዮ ዝነበርኩ ዓራት ምስ ተሳእኩ፣ ድምጺ ዝተዃሓዂሕ ማዕጾ'የ ሰሚዐ። መን ደኣ'ዩ ምሸት ምድሪ ኢለ ብትሕቲ መልሓሰይ እናተዛረብኩ ኣብቲ ማዕጾ በጻሕኩ። መን? ኢለ ከረጋግጽ ምስ ሓተትኩ፣ ኣነ ኢሉ ድየ ዝብል ድምጺ እታ ዝፈትዋ መሓዛይ ኮይኑ'ዩ ጸኒሑ። ማዕጾ ክፍት ኣቢለ፣ እንታይ ድኣ ለይቲ ምድሪ፣ ደሓን ዲኺ? ኢለ ዘረባይ ከየወዳእኩ፣ እቲ ጎረቤታ ምስኣ ስለ ዝረኣኹዎ፣ ሰላም ኢለ መሪሖዮም ንገዛ ኣተኹ። ደድሕረይ ስዒቦም ኣብ ሳሎን ኮፍ ምስ በሉ፣ ንሱ ከይደንጎየ ቴለፎኑ ሒዙ ናብ ካንሸሎ ወጸ። ኣነን መሓዛይን ፊት ንፊት ምስ ተረፍና፣ ከይሰምዓና ኣብ ጥቓኣ ቅርብ ኢለ፣ ኣንቲ እንታይ ክትገብሪ ኢኺ ሒዝክዮ መጺኺ? ምስ በልኩዋ ገጸይ እሰር ኣቢለ፣ ኣጆኺ ሊደይ በዓል ሰላም እዩ ደሃይኪ ክንገብር ኢና መፂና ሃንደበት ሓፍ ኢልኪ ምስ ገደፍክዮ ተሻቒሉ ደሃያ ካይገበርና ኣይንሓድርን ምስ በለኒ'የ ሒዘዮ መፂኤ በለትኒ ሓሰውቲ ኣብ መጀመርታ ደኣ ዘይኩሎም ከምኡ እዮም ብምባል ለኻኺመ ምስ ፀረፍኩዎ ኣንቲ ልድየ ከምኡ እይትበሊ ናይ ብሓቂ ጥዑም ከምዝኾነ ዘረጋገፅኩሉ ኩሉ ዘሕለፍክዮ ምስ ነገርኩዎ ብጣዕሚ እዩ ሓዚኑ ክነብዕ ይደልዩ በለትኒ። ስቕ ጥራይ በሊ፣ እዚኦም ልክዕ ከም ነፋሒቶ እዮም ዝቀያየሩ፣ ልቦም ኣይርከቡን'ዩ በልክዋ። እመንኒ ሊደይ፣ እዚ ሓኪም ልቢ'ዩ ክትብልን ዘረባኣ ከይወደእት ንሱ እትው ክብልን ሓንቲ ኮይና። ኣነ ኣብ ክንድኣ ተሰኪፈ ርእሰይ እንዳሓዝኩ፣ እሞ ድራር ከቕርብ በልክዎም። ኖ ለይቲ ምድሪ ኣይንበልዕን ኢና፣ ወረ ክንከይድ ኢና ኢሎም ብድድ በሉ። ከፋንዎም ክሳብ ካንሸሎ ምስ ወጻኹ፣ ቻው ሊድየ ኢላ ኣብ ምዕጉርተይ ስዒማ መሪሓትና ወጽያ። ምስ ጎረቤታ ፊት ንፊት ምስ ተረፍና፣ ሊዱ ኣይትሓዝለይ፣ ዓንተቦ ዘይከውን ሕቶ ሓቲተ፣ ስምዒታትኪ ዘራሪገዮ በለኒ ብምሉእ ትሕትና ዝመልኦ ድምጺ። ጸገም የለን፣ የጋጥም'ዩ ብምባል ክሳደይ ከየቕናዕኩ መለስኩሉ። ኩሉ ዘጋጠመኪ ነገራት ሰሚዐ'የ፣ ካብ ልቢ ደንጊጽክኒ በለኒ። ደሓን'ዩ፣ ኣብ ህይወት ዘሎ የጋጢምኒ ኢለ ብቐልዓለም መለስኩሉ እሞ በጃኺ እባ ፍቀደለይ ብምባል ገጹ ኣመስጊኑ ሓተተኒ። ህውኽ ኢለ እንታይ'የ እቲ ከፍቅደሉ ዝደለየ ምስ ሓተትክዎ፣ ከም መሓዛኺ ከም ሓውኺ ኣብ ጎንኺ ክኸውን በለኒ። ኣይ ሕራይ ኣይ እምቢ ክብል ኣፈይ ሒዘ ትም ምስ በልኩ፣ ቻው በልየ ኢሉ ገዲፍኒ ንመሓዛይ ኣርከባ። ገዛ ኣትዩ ደዊሉለይ ቁሩብ ኣዕልይለ ዓጽየዮ። ምስ ግዜ ድማ እንዳተናበብናን እንዳተለማመድናን መጺእና። ዝጽላእ ኮይኑ ኣይረኸብክዎን። ጠባዩ፣ ስነ ስርዓቱ፣ ኣወጻጽኣ ቃላቱ ኩሉ ነገሩ እሩም ኮይኑ ጸኒሑ። ከምቲ ናይ ቀዳማይ ጌጋ ከይገብር ግን ኣመና'የ ዝጥንቀቕ ኔረ፣ ማለተይ መሰ ንኸይሰቲ፣ ብዘይ ውሕስነት ከኣ ኣብ ርክባትን ገለን ከይበጽሕ'ዩ ኔሩ። መቸም ካብ ንላለ ሽዱሽተ ወርሕ ኣቁጺርና። እንትርፎ እንዳ ሓደሩ ክፍቶ ካብ ዝነበሮ ጠባዩ ወላሓንቲ ኣይጎደለን። ድሕሪ ሌላና ኣዋርሕ ምስ ኣቑጸርና ሕቶ ፍቕሪ ኣቕሪብለይ። ቁስሊ ልበይ ግዲ ጽቡቕ ገይሩ ሓውዩስ ደስ እንዳበለኒ'የ ተቐቢለዮ። እቲ ጉዕዞ ፍቕሪ ከኣ ሕጂ ሓደ ኢልና ፈሊምናዮ ኣለና። ተፈጸመ! ኩቡራትን ፍትዋትን ቤተሰ። ንሎሚ ዝተዳለወ ብሜሪ ዝተጻሓፈ ሓቀኛ ዛንታ ነዚ ይመስል ኔሩ እንተፈቲኹማ ናብ ካልኦት ሰባት ክትበጽሕ ሸር ላይክ ምግባር ኣይትረስዑ ኢኹም ሙዉቕ ሰላምታይ ዉን ኣይረሳዕኩን ክሳብ ብኻሊእ ቪድዮ ዝምለሰኩም ሰላም